ፍሊም ሰራሓይ ኮሜድያን መብዛሕቱ ከኣ ኢኖ ሕጂ ከኣ ናብ ኣርቲስት ናቱ ኣርቲስት ለቨል ናቱ ስነጥብ ለቨል ናብ ሙዚቃ የእትዎ ኣሎ ማለት እዩ እዚ ከኣ መን ክነገረኩም ዶ ዮሃንስ ሃብቲ ገርግሽ እዚ እዚ እዚ ወድ ኣይዕረፍን እዩ መዓት መዓት መዓት ኣለዎ ኣብ ቲቪ ኤሪና ኣብ ካልእ ካልእ ቲቪ ሾ ኣለዎ ፊልም ናይ ብሓቂ ይሰርሕ ድራማ ዝኾነ እዚ ኣይዕርፍን እዩ ሶ ብጣዕሚ ከምዚታት ክሬዲት ክትቦም ኣለካ ብጣዕሚ ኢኖ ኣፕሪሽት ክትገብሮም ኣለካ ሶ ናይ ሎሚ ሙዚቃ እዩ ኣውፅና ዘሎ ንሕና ከዓ ትፈልጡ ኢኹም ሙዚቃ ንፈቱ ኢና ን ብነፅለይ ብነፅለይ ወይ ከዓ ጆኒ ሜራ ትብል ደርፊ እዩ ኣውፅኡ ዘሎ ኣርኖ ናይ ባህሊ እዩ ዝኸውን ኣነ ግምት ማለት እዩ ግን ብሓባር ኩላሕና ርያ ክንገብራ ኢና ከመይ ኣለኹም ከመይ ኣለኹም ሽኮሪናታት ዝኾንኩም ህዝቢ ወልከም ባክ ማይ ቻነል ሪሚ ውያት ባዛ ቻነ እዚ ሓድሽ ድማ ትኾንኩ ሜክሹ ከይትኩም ነዛ ሳብስክራይብ ጥዕ ጌርኩም ትገጽዋ ኢኹም ላይክ ውራ ማለት እዩ ድሕር ከምዚታት ድሕር ደስ ዝብለኩም እንተኮይኑ ማለት እዩ እንዲያ ንኸይድ ናብታ ቪድዮ ኦኬ ባህላዊ ኦኬ ኦኬ ኦኬ ወይታ ተዳለና ነርና ተዳለና ነርና ወይ ክንትስእ ንእሽተይ

ደሓር ከይኸውን ኣጋርጋን ዝርጋ ኦኬ እንፃወት ኣጋርጋን ዝርጋን ወላ ክደርፍ እዩ ዝኽእል እዩ ነው እቲ ስታይል እቲ ክሳይ እቲ ዳ- ከመይ ገይሩ ይደርፍ ከመይ ገይሩ ይኣቱ ናብቲ ስቶሪ ላይን

ሓንቲ ግዜ ኢና ንነብረላ መን ከምዚ እንድሕር እንጆይ ዘይትገብረሉ ተኾንካ እንታይ ትነጥቢ ምንባር ዩ እንታይ ትነጥቢ ሶ ናይ ብሓቂ ቢርፎል መን ከምዚ ክትገርም ክደርፉ ከለዉ ብፍላይ ብጣዕሚ ገለ ዓይነት ቀዲኒ ቀዲኒ ንዓይስ ቀዲኒ ቀዲኒ ቀዲኒ ንዓይስ ቀዲኒ ባህሊ ዓደይ ከሎ ንዓይ ዝጥዕመኒ ወኒ ዋይላ ከሎ

ማይ ጉነስ እዚኣ ዳ ቻለንጅ ዘይገብሩ ኣብ ሓደ ኣፊቱ ቻለንጅ ጋ መወዳእታ መን ከይደኸመ ዝስዕስዕ እዚኣ ቻለንጅ ኣብ ቲክቶክ ንድሕር ተሃሊኹም ንስኹም ገሊኹም እዚኣ ገበርዋ ኢኹም እዚኣ ገበርዋ ብጣዕሚ ቻለንጅ ገበርዋ ኢኹም ኢኖ ኣብ ናና ኮልቸር ዋላ ቻለንጅ ከምዚታት ኢኖ ገለ ዓይነት እዩ ግን ያ እዚኣ ገለ ዓይነት ክትሪኣ ብፍላይ እቲ ክሳይ ኮልቸር ናትካ ትራዲሽናል ገለ መለ ኩሉ ይመልሶ ኤንድ በቲ ሓደ ወገን ክትሪኢኻዮ ከዓ ኢኖ ከምቲ ዝበልኩኹም ሓንቲ ግዜ ኢኻ ትነብረላ እዛ ሂወት እዚኣ እንደገና ከይተሓጎስካ ከይተበልካ ንሕቲ ሓሊፍካ እንታይ ትነጥቡ እሞ ኢኖ እንታይ ትነጥቢ ሶ ሜክ ሹር ኩልኹም ዘለኹም ሓንሳ ሓንሳ ኣለዎም ናይ ገሊኹም ኢኖ ሽግር ኣሎ ኣብ ሂወት ኩሉ ግዜ ሽግር ኣሎ ፈተነ ኣሎ ግን ተሓጒስካ ውን ክትሓልፎ ኢኻ so መብዛሓይቱ ኣይትጨነቐሉ you know ኩሉ ግዜ ተሓጎስ ክትሕጎስ ፈትን ፋሚልኻ ከምዚ ጌርካ ኢኻ ከኣ ኣብ ካልእ ደረጃ ተብጽሖም so ያ እዚ መሴጅ በቲ ሓደ ወገን ማለት እዩ ብጣዕሚ ገለ ዓይነት so ኣይ ኩልኹም እንጆይ ጌርኩማ እስካብ መወዳእታ ዝረኣኹምኒ thank you so much ክብለኩም ደሊ እንድሕር ሓድሽ ተኾንኩም ከኣ ኣብዛ ቻነል እዚኣ welcome to the family and see you next time